ሰላም ዝከብርኩም ተከታተልቲ ቤን ቲቪ ንሎሚ ሶሉስ ሰላሳ ግንቦት ዘተዳለወ ዕለታዊ ዜናት ዝዘልኩ መጽየ ኣለኩ ከም ወትሩ ክሳብ ፍጻሜ መደባትና ንክትከታተሉና እንዳዓደምኩ ብቀዳምነት ኣርእስተ ዜና ፕሬዚደንት ኢሳያስ ኣፈወርቂ ናብ ሩስያ ተበጊሱ። ስምዕ ሱዳን ምቁራጽ ተኹሲ ንሓሙሽተ መዓልቲ ተናዊሑ። ሃገራት ጥርጡራት ንዓለምለኻዊ ገበናት ኣሕሊፍካ ንምሃብ ተሰማሚዐን። ሩስያ ሴናተር ኣሜሪካ ሊንድሰይ ግራሃም ንኽእሰር ከም ዝኣዘዘትን ካልእን ዝድህስስ መደባት ሒዘልኩም መጺኤ ኣለኹ። ሰናይ ናይ ምክትታል ግዜ እንዳተመነኹ ኣብዛ ቻናል ድማ ናይ ወትሩ ተኸታተልቲ ንኽትኮኑ ሳብስክራይብ ብምግባር ናይ ደወል ምልክት ክትጥውቁ ብኽብሪ ይዕድመኩም።

ፕሬዝደንት ኢሳያስ ካብ መዘንኡ ፕሬዝደንት ሩስያ ቭላድሚን ፑቲን ብዝተገበረሉ ዕድመ መሰረት ብሚኒስትር ጉዳያት ወፃኢ ኣቶ ዑስማን ሳልሕ ብኮሚሽነር ባህልን ስፖርትን ኣምባሳደር ዘመደን ተኽለን ተሰንዩ ከም ዝተበገሰ ኣቶ የማነ ገብረመስቀል ኣብ መልእኽቲ ትዊተር ኣመልኪቱ። እቲ ካብ 14 ግንቦት ኣብ ቻይና ንኣርባዕተ መዓልቲ ናይ ስራሕ ምብፃሕ ዘካየደ ፕሬዝደንት ኢሳያስ ኣፈወርቂ ኣብዚ ውሽጢ ክልተ ሰሙን እዩ ናብ ክልተ ዓበይትን መሻርኽትን ዝኾነ ሃገራት ዓለም ምብፃሕ ዘካየድ ዘሎ። እታ ኣንጻር ምዕራባውያን ሃገራት ተሪር መርገጺኣ ብዝተፈላለየ መንገዲ ክተነጽር ዝጸንሐት ኤርትራ፣ ድሕሪ'ቲ ሩስያ ኣብ ልዕሊ ዩክሬን ዝፈጸመቶ ቅሉዕሉዕ ወራር፣ ኣብ ጎኒ ሩስያ ደው ምባላ ዘርእዩ ውሳነታት ክትወስድ ተራእያ እያ። ከም ውጽኢቱ እቲ ኣብ መንጎ እዘን ክልተ ሃገራት ዝነበረ ዝምድና ክዓሙቕን ብደረጃ ሚኒስተርታት ጉዳያት ወጻእን ምብጽጻሕ ክገብራ ጸኒሐን እየን። በዚ መሰረት ብሚኒስትሪ ጉዳያት ወጻኢ ዝምራሕ ላዕለዋይ ልኡኽ ሩስያ ዕስራን ሽዱሽተን ጥሪ ክልተ ሽሕን ዕስራን ሰለስተን ናብ ኤርትራ ምብጻሕ ብምክያድ ምስ ፕረዚደንት ኢሳይያስን ካልኦት ላዕለዎት ሰበስልጣን ኤርትራ ክዘራረብ እንከሎ፣ ብሚኒስትሪ ጉዳያት ወጻኢ ኤርትራ ኣቶ ዑስማን ሳልሕ ዝትምርሐ ጉጅለ'ውን ኣብ መወዳእታ ሚያዝያ ናብ ሩስያ ምብጻሕ ኣካይዱ ምንባሩ ይዝከር። ኣብ ናይ ኣስመራ ርክብ ፕረዚደንት ኢሳይያስ፣ ኤርትራ ንተግባራቶም ዝተነጸሩ ናይ ምትሕግጋዝ ጽላታት ቀዳምነት ከም እትህቦም ምግላጻ ይዝከር። ሚኒስተር ላቭሮቭ ድሕሪ'ቲ ምስ ፕረዚደንት ኢሳይያስ ኣፈወርቂ ዝገበሮ ርክብ ንጋዜጠኛታት ኣብ ዝሃቦ መብርሂ፣ ብመሰረት ቅድሚ ገለ እዋን ዝተበጽሐ ስምምዕ ብዛዕባ ወታደራውን ቴክኒካውን ምትሕጋዝ ተዘራሪብና ዓቕሚ ምክልኻል ኤርትራ ኣብ ምሕያል ንድሌታት ከነማልእ ድልዋት ኢና ኢሉ ነይሩ። ኣብቲ እዋን ሩስያን ኤርትራን ንዘለዎም ፖለቲካዊ፣ ዲፕሎማስያዊ፣ ንግዳዊ፣ ናይ ወፍሪ ትምህርትን ባህልን ርክብን ንምብራኽ ጭቡጥ ስጉምትታት ክወስዳ ከምዝተሰማምዓ ተገሊጹ ነይሩ'ዩ። ቁጠበዊ ዝምድና ክልቲኤን ሃገራት ንምሕያል ከምዝተዘራረቡን ሚኒስተራት ቁጠባ ክልቲኤን ሃገራት ብስሩዕ ክራኸቡ ከምእተረዳድኡ'ውን እቲ ሚኒስተር ሓቢሩ እዩ። ክልቲኤን ሃገራት ኣብ ዕደና፣ ቴክኖሎጂ፣ መራኸቢታት፣ ሕርሻን ትሕተ ቅርጽን ክደጋገፋ ድሌት ከምዘለወን ክገልጻ ጸኒሐን'የን። ንዓቕምታት ናይቲ ኣብ ባጽዕ ዘሎ ወደብን መዕርፎ ነፈርትን ንምምዕባል ከምዝተላዘቡ ዝጠቐሰ ላቭሮቭ፣ ኣብ ኤርትራ ናይ ሩስያ ኢንዱስትሪታት ንምትካል ይስርሓሉ ከምዘሎ ኣተንቢሁ ነይሩ እዩ። ኣብ ሰብኣዊ ጉዳያት'ውን ከም ዝተሓጋገዙ ዝገለጸ እቲ ላዕለዋይ ሩስያዊ ዲፕሎማሰኛ፣ ቁጽሪ ናይቲ መንግስቲ ሩስያ ንኤርትራውያን ዝህቦ ማህደረ ትምህርቲ ከነብርኹ ድልዋት ኢና ኢሉ እዩ። ኣብ መንጎ ሩስያን ዩክሬንን ኲናት ኣብ ዝካየደሉ ዘሎ እዋን፣ እታ ንዩክሬን እትድግፍ ኣሜሪካን መሻርኽታ ሃገራት ምዕራብን ኣብቲ ውግእ ቀጥታዊ ወራር ተካየድ ዘላ ሩስያ ንኣብ ኣፍሪቃ መሻርኽትን መሓዙትን ንምጥራይ ጽዑቕ ዲፕሎማስያዊ ንጥፈታት የካይዳ ከምዘለዋ ይፍለጥ። ሕቡራት ሃገራት ኣብ መጋቢት ክልተ ሽሕን ዕስራን ክልተን ነቲ ሩስያ ኣብ ልዕሊ ዩክሬን ንዝፈጸመቶ ወራር ንምኹናን ኣብ ዝቐረበ እማመ ኤርትራ ኣንጻር እቲ እማመ ድምጺ ዝሃበት እንኮ ኣፍሪቃዊት ሃገር እያ። እታ ካብ ምዕራባውያን ሃገራት ተነጽሎን ጸቕጥን ኸጋጥማ ዝጸንሐት ኤርትራ፣ ምስ ሩስያ ዘለዋ ዝምድና እናሓየለ ይኸይድ ምህላዉ ይግለጽ። ከም መርኣያ ናይዚ ምስ ኲናት ዩክሬን ብዝተተሓሓዘ፣ ኣብ ዝሓለፈ ዓመት ንሩስያ ዝኹንን ውሳነታት ሕቡራት ሃገራት ብምቅዋም ጸግዒ ሩስያ ካብ ዝሓዛ ሰለስተ ሃገራት ዓለምን እንኮ ኣፍሪቃዊት ሃገርን'ያ። ሩስያ ብወገና ኣብ ዓለምለኻዊ መድረኻት ነቲ ኣብ ልዕሊ ኤርትራ ዝውሰን እገዳታት ተጻብኦታት ምግሃስ መሰላትን ክትቃወሞ ጸኒሓ'ያ።

ኣብ ሓምለ ክልተ ሽሕን ዓሰርተ ሸሞንተን ኢትዮጵያን ኤርትራን ነቲ ኣብ መንጎ ክልቲኤን ዝነበረ ኩነተ ኩናት ዘወገደ ስምምዕ ሰላም ምሕዝነትን ድሕሪ ምፍራመን ግን እቲ እገዳ ተላዒሉ። ኣብ ፈለማ እዚ ወርሒ እቲ ኣምባሳደር ኤርትራ ሃገሩ ምስ ሩስያ ዘለዋ ወታደራውን ቴክኒካውን ምትሕጋዝ ክትቅጽሉ ምዃና ንማዕከናት ዜና ሩስያ ተዛሪቡ ነይሩ'ዩ። ሩስያ ኣብ ዳህሳስ ነዳዲ ይኹን ካልኦት ማዕድናት ዓቢ ተራ ክትጻወት ከም እትኽእል'ውን እቲ ኣምባሳደር ኣተንቢሁ ነይሩ እዩ። ብዛዕባ እዚ ኣብ ማሕበራዊ ጉዳያት ብዘለወን ምትሕጋዝ ሓያለ ኤርትራውያን ኣብ ላዕለዎት ትካላት ትምህርቲ ሩስያ ይመሃሩ ኣለዉ። ዓመታዊ ዕስራ ኤርትራውያን ይለኣኹ ከም ዘለዉ እቲ ዲፕሎማሰኛ ጠቒሱ። እቶም ተማሃሮ ገሊኦም ብማህደረ ትምህርቲ ዝኸዱ ክኾኑ እንከሎ ካልኦት ድማ ወጻኢታቶም ባዕሎም ዝሽፍኑ እዮም። ስምምዕ ሱዳን ምቁራጽ ተኹሲ ንሓሙሽተ መዓልቲ ተናዊሑ። ተዋጋእቲ ወገናት ሱዳን ኣብ ጅዳ ብመንጎኝነት ጸቕጥን ኣሜሪካን ስዑዲ ዓረብን ናይ ሓደ ሰሙን ዝጸንሕ ስምምዕ ምቁራጽ ተኹሲ ከም ዝበጽሑ ዝፍለጥ ኮይኑ ሕጂ ከኣ እቲ ስምምዕ ንሓሙሽተ መዓልታት ክቕጽል ከም ዝተሰማምዑ ሸምገልቲ ሃገራት ኣሜሪካን ስዑዲ ዓረብን ኣብ ዘውጽኦ ሓበራዊ መግለጺ ኣፍሊጠን። እተን ሃገራት ኣብ መግለጺኤን ክልቲኦም ተዋጋእቲ ወገናት እቲ ስምምዕ ምቁራጽ ተኹሲ ንሓደ ሰሙን ክናዋሕ ምስምዖም ብሓጎስ ከምዝተቐበልዎ ብተወሳኺ ኣፍሊጠን። ኣሜሪካን ስዑዲ ዓረብን ኣብ ዝሓለፈ ሰሙን እቲ ምቁራጽ ተኹሲ ከምቲ ኣብ ውዕል ዝሰፈረ ከምዘይተተግበረ ብምግላጽ ብውሕዱ እቲ ስምምዕ ተዛማዲ ህድኣት ብምፍጣሩ ንክልተ ሚልዮን ሱዳናውያን ሰብኣዊ ረድኤት ንክበጽሖም ከምዝኽኣለ ሓቢረን። ክልቲኦም እቶም ኣብ ውግእ ኣትዮም ዘለዉ ወገናት ንውዕል ጅዳ ኣብ ምጥሓስ ንሓድሕዶም እዮም ክካሰሱ ጸኒሖም። ሃገራት ጥርጡራት ንዓለም ለኻዊ ገበናት ኣሕሊፍካ ንምሃብ ተሰማሚዐን። ዓሌታዊ ጨፍጫፍ፣ ኣንጻር ሰብኣውነት ዝፍጽሙ ገበናትን ገበናት ኲናትን ኣብ ዝኣመሰሉ ዓለም ለኻዊ ገበናት ዝተሳተፉ ጥርጡራት ናብ ፍርዲ ንምቕራብ ዘኽእል ሓድሽ ስምምዕ ተፈሪሙ። እዚ ቅድሚ ሕጂ ካብ ዝነበሩ ስምምዓት ብተወሳኺ ከበድቲ ዓለምለኻዊ ገበናት ንከይፍጽሙን ንዝተፈጸሙ ድማ ተሓተትቲ ናብ ፍርዲ ንክቀርብሉ ፍርዲ ንክረኽቡን ተመሓላሊፉን ክወሃቡ ዘገድድ እዩ ተባሂሉ ኣሎ። ኣብዚ ሰብኣ ሃገራት ዝፈረማሉ ስምምዕ ዓለምለኻዊ ምትሕባር ሕግን ገበነኛታት ኣሕሊፍካ ምሃብን፣ Mutual Legal Assistance and Extradition፣ ኢትዮጵያ ክሳብ ሕጂ ከምዘይፈረመት ተገሊጹ። ኣብተን ክልተ ሰሙን ዝተኻየደን ወከልቲ ብዙሓት ሃገራት ከምኡ'ውን ሲቪል ትካላት ዝተረኸብሉ ኣብ ስሎቬንያ ዝተኻየደ ዝርርብ እውን ኢትዮጵያ ኣይተሳተፈትን። ኣብቲ ዘተ ተሓላቒ ሰብኣዊ መሰላት ዝኾነ ኣምነስት ኢንተርናሽናል ወኪሉ ዝተረኸበን ኣማኻሪ ሕግን ፖሊስን እቲ ትካል ፍስሃ ተክሌ ኣብቲ ስምምዕ ብዙሓት ወከልቲ ኣፍሪቃ፣ ኤሮጳ፣ ኤስያ፣ ሃገራት ላቲን ኣሜሪካ ከምዝፈረሙ ሓቢሩ። ካብ ኣፍሪቃ ደቡብ ኣፍሪቃ፣ ሩዋንዳ፣ ማላዊ፣ ዙምባቤ፣ ዴሞክራቲስ ኮንጎ፣ ኣይቮሪኮስትን ቤኒን ግብጽን ይርከብኦም። እዚ ቅድሚ ሰለስተ መዓልቲ ዝተፈረመን ፍትሒ ገበንን ፍትሒ ሲቪልን ዝሰፍን እዩ ዝተባለ ስምምዕ ኩለን ሃገራት ንኽሳትፋሉ ዕድል ተዋሂቡ እኳ እንተነበረ ኢትዮጵያ ግን ወኪል ኣይልኣኸትን። ስለምንታይ ከምዘየልኣኸት እውን ኣይፍለጥን ክብል ኣቶ ፍስሃ ተዛሪቡ። ይኹን እምበር እቲ ስምምዕ ክሳብ ዕስራን ኣርባዕተን ለካቲት ክልተ ሽሕን ዕስራን ኣርባዕተን ንፊርማ ክፉት ኮይኑ ከምዝፀንሕ ብምሕባር ካልኦት ሃገራት እውን ኣብቲ ስምምዕ ክፍርማ ከም ዝኽእላ፣ ክፍርማ ዘይደልያ ግን ድማ ድሌተን ዘለወን ኣባል ክኾና ከም ዝኽእላ የብርህ። ኣብ ዝሓለፈ ዓመታት ኢትዮጵያ ምስቲ ኣብ ሰሜን ኢትዮጵያ ዝተኻየደ ኲናት ብዝተሓሓዘ ከምኡ እውን ኣብ ክልል ኦሮሚያ ብተደጋጋሚ ብዝተፈፀሙ ጃምላዊ ጭፍጨፈታት ከበድቲ ግህሰታት ሰብኣዊ መሰላትን ከም ዝተፈፀሙ ዘመላኽቱ ፀብፃባት ከም ዝወፁ ይፍለጥ።

ኢትዮጵያ እቲ ኮሚሽን ንኽብተን እትገብሮ ፃዕሪ ንኽድግፉ ንኣባላት እቲ ሕብረት ፃውዒት ኣቕሪቡ ምንባሩ ይዝከር። ሩስያ ሴናተር ኣሜሪካ ሊንሰን ግራሃም ንኽእሰር ኣዚዛ። ሩስያ ኤዲት ኣብ ዝተገበረ ሞት ወታደራት ሩስያ ዘርኢ ቪድዮ ክትጽንብል ንዝርኣየቶ ሴናተር ኣሜሪካ ሊንሰይ ግራሃም ትእዛዝ ማእሰርቲ ኣውጺኣ። እዚ ቪድዮ ካብ ክልተ ዝተፈላለዩ ህሞታት ተላጊቡ ዝቐረበ ኮይኑ፣ ኣብ ዝሓለፈ ዓርቢ ምስ ፕሬዚደንት ዩክሬን ቭላድሚንህ ዘለንስኪ ኣብ ኬቭ ድሕሪ ምርኻቡ ዝተጠቀዐ ምስሊ እዩ። ኣብዛ ቪድዮ ሴናተር ግራሃም ወታደራት ሩሲያ ይሞቱ ከምዘለዉ ብምግላጽ ንኬቭ ዝግበር ሓገዝ እቲ ዝበለጸ ገንዘብ ዘውጻእናሉ እዩ ክብል ይስማዕ። እቲ ገዲም ኣባል ሪፖብሊካን ነቲ ብሩሲያ ተመሓላሊፉ ዘሎ ትእዛዝ ማእሰርቲ ከም ባጅ ክብሪ ክለብሶ እየ ክብል መልሲ ሂቡሉ ኣሎ። ሴናተር ግራሃም ትማሊ ሶኑይ ኣብ ትዊተር ኣብ ዝዘርግሖ ጽሑፍ፣ ንዩክሬን ዘለኒ ተወፋይነት ቁጥዐ ስርዓት ፑቲን ከም ዝሰሓበ ምፍላጠይ ዝተኣደነ ሓጎስ ኣምጺኡለይ ኣሎ። ነፍሲ ወከፍ ወተሃደር ሩስያ ካብ ግዝኣት ዩክሬን ክሳብ ዝስጎግ ኣብ ጎድኒ ናጽነት ዩክሬን ደው ክብል እየ ኢሉ። ኣብ መወዳእታ ንስርዓት ፑቲን ገበነኛ ኲናት ኢለ ብምጽውዐይ ንዓይ ክኣስረኒ ክፈርዱን ንዝደልዩ ሩስያውያን ኣዕሩኽተይ ዘቕርቦ ዕድል እንሆ ንስኹም እውን እንተጌርኩሞ ብሰበስልጣን ኣህጉራዊ ቤት ፍርዲ ገበን ክግዛእ እየ ክብል ወሲኹ ገሊጹ። ሞስኮ ዝሓለፈ ሰሙን ንርእይቶታት ሴናተር ግራሃም ድሕሪ ምንቃፋ፣ ወሃቢ ቃል ክሬምሊን ዲሚትሪ ፔስኮቭ ካብ ከምዚኦም ዝኣመሰሉ ሴናተራት ዘለዉዋ ሃገር ምዃን ዝፈጥሮ ዝዓበየ ሕፍረት ክትሓስቦ ኣጸጋሚ'ዩ ክብል ንጋዜጠኛታት ተዛሪቡ ነይሩ'ዩ። ዩክሬን ግን ነቲ ምሉእ ኤዲት ዘይተገብረ ቪድዮ ብሰንበት ኣብ ማሕበራዊ ሜድያ ክወጽእ ገይራ እያ። እቲ ተንቀሳቓሲ ስእሊ ከም ዘመልክቶ፣ ሴናተር ግራሃም ነዚ ርእይቶ ዝሃበ ኣብ ክልተ ዝተፈላለዩ ክፋላት ናይቲ ኣኼባ ምዃኑ እዩ። እዚ ድማ ብቤት ጽሕፈት ፕሬዚደንት ዘለንስኪ ተኣሪሙ ብቕጽበት ሓደ ድሕሪ እቲ ሓደ ተዘርጊሑ። ኣብታ ቀዳመይቲ ክሊፕ ኣሜሪካ ንዩክሬን ዝገበረቶ ወታደራዊ ሓገዝ ንቕድመ ገስጋስ ሩስያ ንምዕጋት ኣብ ምሕጋዝ ዕዉት ምዃኑ ብምእማን እቲ ዝበለጸ ገንዘብ ዘውጻእናሉ ሓገዝ'ዩ ክብል ንኢዱ። ድሒሩ ኣብ ዝተፈላለዩ ምስዚ ዝተኣሳሰር ክሊፕ ድማ ብዙሓት ኣብ መጀመርታ ዩክሬን ካብ መጥቃዕቲ ሞስኮ ንሰለስተ መዓልታት ጥራይ ክትድሕን እያ ዝብል እምነት ከም ዝነበሮም ብምዝኻር ኣብ ክንድኡ ሩስያውያን ይሞቱ ኣለዉ ኢሉ። ሚኒስትሪ ጉዳያት ወጻኢ ሩስያ ግን ኬቭ ንሴናተር ግራሃም ካብ ነቐፌታ ክትከላኸለሉ ፈቲና ክብል ከሲሱ። ቃላት እቲ ሴናተር ካብ ዓውዲ ወጻኢ ዝተወስዱ እንተኾይኖም ድማ ብግልጺ ክግለጽ ጸዊዑ። ሚኒስትሪ ውሽጣዊ ጉዳያት ሩስያ ንሴናተር ግራሃም ኣብ ዝርዝር ተደለይቲ ዘእተወ እንታይ ዓይነት ገበናት ከምዝፈጸመ ኣይገለጸን። ዝሓለፈ ሰሙን ግን ኮሚተ መርማሪ ሞስኮ ምስ ኤፍቢኣይ ኣሜሪካ ዝመዓራረ ፌደራላዊ ኣኽባሪ ሕጊ እቲ ኣሜሪካ ሴናተር ንቕትለት ሩስያውያን ብዝምልከት ዝሃቦ ቃላት ምርመራ ከም ዘበገሰ ገሊጹ እዩ። ሴናተር ግርሃም ኣብ ጉዳያት ፖሊሲ ወጻኢ ሓደ ካብቶም ተሪር መርገጺ ዘለዎም ኣባላት ሰልፊ ሪፖብሊካን እቲ ተባሂሉ ይግለጽ። እቲ ሓጋጊ ደቡብ ካሮላይና ንዩክሬን ንዝወሃብ ሓገዝ ብዕቱብ ዝድግፍ ዝነበረ ኮይኑ ቅድሚ ሕጂ ሞስኮ ኣብ እዋን እቲ ኲናት ገበናት ኣንጻር ሰብኣውነት ፈጺማ ክብል ከሲሱ ነይሩ እዩ። ኣብ ዝሓለፈ ዓመት ንፕሬዝደንት ሩስያ ቭላድሚን ፑቲን ክቕተል ድሕሪ ምጽውዑ ኣብ ሞስኮ ቁጥዐ ኣለዓዒሉ'ዩ። ንሱ ኣብ ትዊተር ኣብ ዘስፈሮ ጽሑፍ፣ ወራር ሩስያ ኣብ ልዕሊ ዩክሬን ዝዛዘመሉ እንኮ መንገዲ፣ ኣብ ሩስያ ዘሎ ሰብ ነዚ ወዲ እዚ ክቐትሎ እንተኽኢሉ ምዃኑ ገሊጹ'ዩ። እዚ ወዲ ሱሳን ሸውዓተ ዓመት ሴናተር ናይ ቀረባ መሓዛ ፕሬዝደንት ኣሜሪካ ነበር ዶናልድ ትራምፕ እዩ። ኣብ ክልተ ሽሕን ዕስራን ኣርባዕተን ንዝካየድ መረጻ ንሕጹይ ፕረዚደንት ሪፖብሊካን ኣብ ቅድሚት ዝስራዕ ትራምፕ፣ ዳግማይ እንተተመሪጹ ነቲ ኲናት ድሕሪ ዕስራን ኣርባዕተን ሰዓታት ከብቅዕ ምዃኑ ብቐጻሊ እኳ እንተገለጸ፣ ዩክረይን ክትዕወት ይደሊ ድዩ ኣይደልን ግን መርገጺ ክወስድ ኣይደለየን። ዝኸበርኩም ተኸታተልቲ ቤን ቲቪ ንሎሚ ዝበልናዮ መሰናድኦና ኣብዚ ወዲእና ኣለና።